መደብ ሓሪፋት ገጻት ገነቲና ካልኣይ ክፋል ገነት ኣይ ገነት ኢና መጀመርያ ተራኽብናላ መዓልቲ ኣዐርያያ ትዝከረኒ እዩ ብሽሕን ትሽዓተ ሚእትን ሰብዓን ሰለስተን ዓመተ ምህረት መጀመርያ ናብቲ ኣነ ዘለኽዋ ክፍሊ ተመዲባ ዝመፀትላ መዓልቲ እያ ነይራ ገነት ቁመታ ማእኸላ እዩ ርጉዳ ካብ ማእኸላይ ዝበሃል ሰብ ቁሩብ ሕልፍ ዝበለ ግን ረጓድ ተባሂላ ክትጽዋዕ ዘይትኽእል እያ ነይራ። ቀያሕ ውቅጥቲ ስኒ፣ ጨጉራ ብጣዕሚ ልስሉስ እዩ ነይሩ። ኣይ ቁንጅና ኢልካ እትሀንን እዝጊእትነ ማርያም ነይራ እኳ እንተዘይተብሃለት በቲ ናይ ሕብረተሰብና ኣበሃህላ ደስ ዝብል ቁመና ነይርዋ። እቲ ዝገርም ግን ኣነ ብቁመናኣ ተሳሒበ ዘይፈልጥ ምዃነይ እዩ። ንዓይ ገነት እታ ናይ ዓለም ሕማቕ መልክዕ ዘለዋ እንተትኸውን እውን ፍጹም ለውጢ ዘምጻለይ ኣይነበረን። ክላለያ ከለኹ ናተይን ናይ ገነትን ነገር ኣብ ቁንጅና ኣብ መልክዕ ዝተመስረተ ነገር ኣይነበረን። ኣብታ ዝነበርኩዋ ቦታ ኣነ ሽዑ ጠርናፊ ስለ ዝነበርኩ ከም ሓዳሽ ኣባል መጠን ምስ መጸት ሽዑ ንሽዑ ጸዊዓ ኣዘራረብኩዋ። ስቕ ኢሉ ጠባያ ንምፍላጥ ዘኽእለኒ ሓፈሻዊ ወግዒ ኣዋጊዐ እያ። ግትር ዝበለ መልስታት እያ ትምልሰለይ ዝነበረት። ተሊልካ ዘረባ ዘይትፈቱ ምዃና፣ እታ ዝመሰለታ ኳሕ ኣቢላ እትዛረብ ምዃና ተዓዘብኩ። ቀልጢፋ እንፍ እውን ትብል ነበረት። እዚ ጠባይ እዚ ነባሪ ጠባያ ድዩ ወይስ ናብ ክፍሊ ብምምዳባ ደስ ስለ ዘይበላ ንህልኩ እትገብሮ ዘላ እዩ ዝብል ሕቶ ሽዑ ብምሉእነት ኣይተመለሰለይን ዝነበረ። እናወዓልኩ እናሓደርኩ ብዝኸድኩ እየ ጠባያ ከምኡ ምዃኑ እናረጋገፅኩ ዝኸድኩ። ብዝኾነ ኣብ መጨረሻ ሓፈሻዊ ምኽርታት ሂበያ ስርሓ ጀመረት። ምስ ከባቢኣ መሊኣ ንምልማድ ግዜ ወሲዱላ ስለ ዝነበረ፣ በብእዋኑ እናረኸብኩ የዋግዓ፣ ክትላመድ ኢለ ይቕልደላ ነበርኩ። ስራሕ ግን ቀልጢፋ ለመደት። ናይ ብሓቂ ብጣዕሚ ህርኩቲ ሰራሕተኛ ድማ ኾነት። የዒስ ሸቃሊት። ብኡ ንብኡ እዚኣ ጥቅውቲ ተጋዳሊት ኮይና። ብዙሕ ስራሕቲ ክትሽፍነልና እያ ዝብል ተስፋ እናሕደርኩ ከድኩ። ዋላ እኳ እቲ እንፍ እንፍ ናይ ምባል ጠባያ ደስ እንተዘይበለኒ እቲ ዝስምዓ ቶግ ኣቢላ ምዝራብን ሃርኮትኮት ምባላን ግን ካብ መጠን ንላዕሊ የሐጉሰኒ ነበረ። እናጸንሐት እውን ግርህና ካብ ዕቅና ንላዕሊ ዝተሸከመት ምዃና እናፈለጥኩ ከድኩ። ካብዚ ተበጊሰ ጽቡቕ ኣቀራርባ ይገብረላ ስለ ዝነበርኩ ምሳይ ዝነበራ ምቅርራብ ጽቡቕ እናኾነ መጸ። ምስ ናይ ቦታና ይኹን ከባቢና ብጾት ብዙሕ ግዜ ትገጫገጭ ስለ ዝነበረት እናወዓለት እናሓደረት እናተተንከፈት መጸት። ነዚታት እናተዓዘብኩ ብዙሕ ግዜ ይመኽራ ይምዕዳ ነበርኩ። ንሳ እውን ዋላ እኳ ብፍላይ ንዓይ እትገብሮ እንተዘይነበረ ዝመስላ ነቐፌታን መእረምታን ግትር ኢላ ካብ ምቕራብ ድሕር ኣይትብልን ነይራ። ብእኡ እውን ብዝበለፀ እናድነቕኹዋን እናፈተኹዋን ከድኩ። ኮታ ብሓፂሩ ፅቡቕ ብፃያዊ ዝምድና መስረትና። ከምዚ ኢልና ንነዊሕ እዋን ድሕሪ ምጽናሕ፣ ምቅርራብና ብዝበለጸ እናሰጠመ ከደ። ዘጋጥማ ጸገማት ኩሉ እናመጸት ክትዝርዝረለይ ጀመረት። ምርር እንትብላ እውን ናባይ እናመጸት ብዙሕ እንተይተዛረበት ንብዓት ዘረብረብ ትብል ነበረት። እንተተይፈለጠኒ እንተይረኣኹዋ እንተወዓልኩ ከምዚ ሓደ ነገር ዝጠፍኣኒ ግንብንብ ክብል ጀመርኩ። ንሳ እውን ጦፍ ቀኒን ትመጽእ ካብ ርሑቕ ገጽ ኣብሪሃ ትቕበለኒ። ሻሂ ወዲ ሻሂ ኣፍሊሓ ከመይ ጉዕዞ እናበለት ተዋግዐኒ ነበረት። ዘተኣሳስሩና ገመዳት በብመዓልቱ እናወሰኹ መጹ። መዓልቱ እኳ ብንጹር ክፈልጦ እንተዘይከኣልኩ፣ ካብቲ ፍርቅታት ናይ ሽሕን ትሽዓተ ሚእትን ሰብዓን ኣርባዕተን ዓመተ ምህረት ኣቢሉ ብወግዓ ወግዒ ናይ ህይወት ታሪኻ በብጊዚኡ ክትገልጸለይ ጀመረት። ንገነት ከም ብጺቲ መጠን ጥራሕ እንተይኮነስ ከም ሰብ መጠን ውን ብኹሉ መዳያ ክፈልጣ ጀመርኩ። ብዝበለጸ ብዝፈለጥኩዋ ቁጽሪ ብዝበለጸ እናቐረብኩዋ ከድኩ። ኣነ ውን ምኽንያቱ ብዘይርድኣኒ ኣገባብ ካብ ኣተዓባብያይ ጀሚሩ ዘሎ ናይ ህይወት ታሪኸይ ከዋግዓ ጀመርኩ። ንሳ እውን ብዝበለጸ እናቐረበትኒ መጸት። ወግዕታትና ነዋሕቲ ብጣዕሚ ነዋሕቲ እናኾኑ ኸዱ። ቅድም ስክፍ እንተይበለኒ ዝመኽራ ዘውግዓ ዝነበርኩ ሎሚ ሎሚ ግን በይንና ግልል ኢልና እንትነውግዕ ምስካፍ፣ ቁሊሕ ምሊሕ ምባል ኣዘውተርኩ። ሓደ መዓልቲ ከም ናይ ወትሩና እንትነዋግዕ ጸገማት ታጽዒና መጺኣ ኣራገፈትለይ። ንብዓታ እውን ማንታ ማንታ ኣራጊፋቶ። ካብ መጠን ንላዕሊ ሓዚነ እናተባባዕኹዋ እንተለኹ እንተይተፈለጠኒ፣ ብኢደይ ንብዓታ ሕብስ ሕብስ ኣቢለ፣ ኣይትንብዒ ገነት ሓፍተይ፣ እዚ ናይ ቆልዓ ስራሕ'ዩ፣ እንኳዕ ሕዚ ቂንጣሚጢ ጸገማትስ ካሊእ ከቢድ ጸገማት እንተጋጥመካ ክሳድካ ኣዕኒኻ'ዩ ዝስገር በልኩዋ። ንብዓታ ሃንደበት ጠጠው ኣቢላ፣ ተስፋይ ሓወይ እቲ ዝበልካኒ ይርድኣኒ'ዩ፣ ከምኡ ክገብር ከም ዘይብለይ'ውን ይፈልጥ'የ፣ ኩሉሻዕ እናመጻኹ ክጭቅጭቀካ'ውን ይስከፈኒ'ዩ፣ ግን ናባኻ መጸይ ኩሉ ንዝስምዐኒ ነገራት ክዛረበካ ዋላ እውን እንተበዝሐኒ ክበኪ ጽዕነተይ ዘራገፍኩ እዩ መሲሉ ዝስምዐኒ። ካብቲ እትትመኽረኒ ንላዕሊ እቲ ዝስምዐኒ ብዘይ ስክፍታ ንዓኻ ምንጋር እዩ ዘፍኩሰለይ። ስለዚ ብጌጋይ ትረደኣኒ። በለትኒ። ኣነ ይጠልቕ ምህላወይ ሽዑ እዩ ዝተረድኣኒ። ንሳ እውን ካብ ሽዑታት ጀሚራ ተረዲእዋ ይኸውን ኢለ ይግምት። ኣየ ሽዑ ዝሓደርክዎ ለይቲ! ንገነት ዝፈለጥኩላ መዓልትስ ከመይና'ያ ዝበለት ርግምቲ መዓልቲ ትኸውን? ቀላል'የ እንታይ ዝገበረት መዓልቲ? መዓልቲ'ዶ ኮይና ናብ ባሕሪ ፍቕሪ ናይ ገነት ኣጥሊቓትኒ? ዝኾነ ኮይኑ ጉልባብ ብመዓልቲ ብግዛዕ ምድላይ'ዩ ሕማቕ። እታ ኣእዳወይ ንብዓት ገነት ዝሓበሳላ መዓልቲ ይኹን ለይቲ! ሰላም ረኺበ ክውዕል ክሓድር ኣይከኣልኩን ምኽንያቱ ብዘይተፈለጠ ገርጨውጨው ምባል ምብላዕ ምስታይ ኮፍ ምባል ደው ምባል ኩሉ ነገር ተጸሊእኒ ክሰርሕ እንተበልኩ ናበይ ክዓርፍ እንተበልኩ ወይከ ክድቅስ እንተበልኩ ቅብሕብሕ ቦታ ዝሕዝን ዝጭበጥን ስኢና መደብር ቅልውላው ኮንኩ። ጭንቀተይ ንሓደ መዓልቲ ወይ ለይቲ ጥራሕ ተወሲኑ ኣይተረፈን። ቀጻሊ እናኾነ እዩ ዝመጸ። ውድበይ ጾታዊ ፍቕሪ ከስዕቦ ዝኽእል ጾታዊ ዝምድናታት ከልኪላ እያ። ነዚ ኣሰራርሓ ምኽባር ሓደ ካብቶም መለለዪ ጠባያት ናይ ኣሰራርሓ ውድብ ዝሕሉ ሰብ ኮይኑ እውን ይረኣ ነይሩ እዩ። ንገነት ብምፍቃረይ ግን ናበይ ገጸ የምርሕ ኣለኹ? ብጾተይ ከባብየይ ኣባይ ኣሉታዊ ኣረኣእያ ክሕድሩ ናብ ምድፍፋእ ሸንቅቒ ነብሲ መፍኮሲ ኣይትግበር ኢለ ንባዕለይ ምዕድ ይውዕል። ዘይምላእ ማዕዳም ኣፋዊ ማዕዳ እዩ እሞ ተመሊሰ ባዕለይ ድዋሕ የብሎም። ካብኣ ክርሕቕ ክገልል ብዝደለኹ ቁጽሪ ዘይፈልጦ ነገር እናጎተተ ካብ ምንም እዋን ንላዕሊ ክቐርባ ከገድደኒ ጀመረ። ከም ዝፈትዋ ብዝበለጸ እናተረድኣኒ ብዝኸደ ቁጽሪ ፍቕረይ ኣዐርዩ እናወሰኸ ኸደ። ናብ መውጽኢ ዘይብሉ ዕንክሊል ኣተኹ። ጭንቀት፣ ሕዚ እውን ጭንቀት፣ ምስ ብጾት ገርጨውጨው ምብዛሕ፣ ንጹል ምዃን፣ ኣብ ባዕልኻ ምትእምማን ምስኣን፣ ሰፈሩ ኣባይ ገበሩ። እዚ ኹሉ እናሃለወ ግን ናብ ገነት ኮልኮል ምባለይ ምስ ኣቆዘም ምባለይ ኣየቋረጽኩን። ከመይ ገይረ? ገመድያ እንተልዩዎስ ናይ ፍቕሪ ገመድ እንድዩ በብዕለቱ ብዝበለጸ ናህሪ ናብኣ ዝጎተኒ ዘሎ። ሸልካፍ! ፋሽስቲ! ኣረመኔ! ኣብ ዓለም ዘሎ ኩሉ ጸርፍታት እናኣከብኩ ንፍቕሪ የሸክሞ። ግን ዝመጽእ ለውጢ የለን። ከም ወግዒ ምስ ገነት ዝምቅር ነገርስ ካበይ ይምጻእ? ዝኾነ ወግዒ፣ ቁምነገር ዝሓዘለ ወግዒ፣ ቅጥዑ ዘይፍለጥ ሃጠውጠው ወግዒ፣ ኩሉ ድማ የሐጉሰኒ። እናተሓጎስኩ ጸኒሐ ኣብ መንጎኡ ናበይ ይኸይድ ከም ዘለኹ ይዝክር እሞ ነቲ ወግዒ ኣቋሪጸ ናብራይ ጭንቀት ጎጆይ ህሩግ ኢለ ንባዕለይ ይዓጹ። ተሓተኒ እሞ እንታይ በልኪ ኢለ ከም ደቂሱ ዝነበረ ይበራበር። ኩሉ ነገር ረሲዐ ኣበይ ምህላወይ እንተስተውዓልኩ ምስ ገነት ቀልቢ ኣጥፊኤ ከዋግእ ይጸንሕ እሞ ብጾት ናብቲ ዘለናዮ መጽ እንትብሉ ክሰርቕ ከም ዝተትሓዘ ሌባ ኩርሚ ይብል። ኣብ ልበይ ዘሎ ኩነታት ኩሉ ጎልጒሎም ዘውጽዎ ዝፈልጥዎ ይመስለኒ ኣብ ገጾም ዝተቐየረ ኣረኣእያ። ፈሊጥናካ ኣለና ኣታ ጉዳም ዝብል ኣረኣእያ ዝተዓዘብኩ እናመሰለኒ ገጾም ምርኣይ የሕፍረኒ። ግልስ ምስ በሉ ግን ኩሉ ነገር ሽዑ ንሽዑ ተረሲዑ ቐዘም ምስ ገነት። ድሕሪ ነዊሕ ግዜ ንሳ እውን ሰብ እንትመጸና ሽምርር ከም እትብል ምስ ገደ ገና ገጻ ኣብሪሃ ከም እተውግዕ ክዕዘብ ጀመርኩ። ሌባ ንሳ እውን ግዲ ከማይ ፍቕሪ ሰሪቓ ኣብ ልባ ኣቐሚጣ እያ ይብል ነበርኩ። ከምዚ ኢለ ብቕልውላውን ታሕጓስን ንነዊሕ እዋን ጸናሕኹ። ሓደ ሓደ ግዜ ሕስብ እንተብሎ እንታይ እዩ ረኺቡኒ? በይነይ ዶ ኾን እየ ዝሕመስ ዘለኹ? ወይስ ከምዚ ከማይ ዝበለ ሕሙስ እውን ይህሉ ዶ ይኸውን? ይብል። ነዚ ሕቶ እዚ ከከም ኩነታቱ ዝተፈላለየ መልስታት ይህበሉ። ሓደ ሓደ ግዜ ዓቕለይ ጽብብ ይብለኒ እሞ ኣነ እየ መሪተ ዝኸውን እምበር እቲ ካሊእ ደሓን እዩ ዝኸውን ይብል። ካሊእ ግዜ ድማ ኣታ ስቕ ኢለ እየ እምበር ከማይ ፎኪስ ልቡ ብፍቕሪ ዝተሰዓረ ሰብ ኣይብዛሕ ደኣ እምበር ሓልሓሊፉ ይኸውን እዩ ይብል ንነብሰይ ከተባብዕ እንትደሊ። ሓደ መዓልቲ ኣብቲ መጀመርያታት ናይ ሽሕን ትሽዓተ ሚእትን ሰብዓን ሓሙሽተን ዓመተ ምህረት፣ ሎምውስ ክንደሻዕ ኣለኒ ቶግ ኣቢለ ክነግራ እሞ ሓቢርና መፍትሒ ክንደልየሉ ብዝብል ንገነት ክነግራ ወሰንኩ። ኣብቲ ሰሙን እቲ ግልል ኢልካ ምውጋዕ ኣብዚሕና ስለ ዝነበርና ብዘየጠራጥር መንገዲ ከዋግዓ ሜላ ክፈጥር ኣለኒ ብዝብል፣ ሽሕን ምኢትን ሜላታት ክምህዙ ዓልኩ። ኣብ መጨረሻ ናብታ እንመስሐላ ደቂ ኣፍልሞና ገጸይ ከይደ ገነት ምስ ብጾት እናተመሰሐት ረኸብኩዋ። ገጸይ ጭምድድ ኣቢለ። ኣንቲ ቆልዓ ብኣኸዶ ልብና ነቲዕና ክንመውት ክዓ ምስ መን ተባኢስኪ ኢኺ መሬት ጭራ ኣሲራ ዝኒሃ? ንምንታይ ከምኡ ትገብሪ? ገነት ብሓዱሽ ኣዘራርባይ ተደናጊጻ ገጻ ብሓደ ሻዕ ዝተጠበሰ ሳምባ መሰለ። እንታይ ገይረ? ንዓይ እንታይ ግበሪ ትብለኒ ኣለኻ? ነቶም ዘረባ ዝኣልሙ ዘለዉ ዘይተረድኦም? በለትኒ። ዓይና ብሕርቃንን ሓዘንን በርበረ መሲሉ። ብውሽጢ ልበይ እንታይ ገበረት እዛ ሰብ እዚኣ ብዘይገበረቶ ጌጋ ልባ ዘንጠልጥላ? በልኩ። ግን ኣልጊሰ ከናግራ ኣለኒ። ሎሚ ነጊረያ ክውዕል ኣለኒ ዝብል ኣረኣእያ ስለ ዝሓየለም። ደሓንዋ ንሰብ ዘረባ መን ከም ዝኣለመ ክነረጋግጽ ኢና። ብልዕማ ወዲ ሎሚ ከገጣጥመኪ እየ በልኩዋ። ነቲ ምግቢ ኣመንኩ ኣቢላ ብድድ በለት። ጸጊበ እየ ንኽድ ኣጋጣጥመኒ በለትኒ። ሰለጠኒ ትልመይ ሽትኡ ብምውቅዑ እናተሓጎስኩን ነቲ ነገር ብዝበለጸ ሓቂ ንምምሳል ወይለይ ክትታኾስ ግዲ እያ ቀስ እባ በሊ ኣብታ ጻውዕቲ ክዝንዩ ኩሉ ሽሮ ማይ ኣፍስስሉ ንቕድም በልኩዋ ኢዳ ተሓጺባ መጸት ጉዕዞ ቀጸልና ናብዚ ናግራም ዳዕሮ ኣብታ ዳዕሮ ምስ በጻሕና ነገር ዝኣለም እኮ ኣነ ባዕለይ ስለ ዝኾንኩ ንዒ ኣብዚ ጽላል ንኹን ከገጣጥመኪ መሊኡ ግር በላ እንታይ ማለትካ ኢኻ እንታይ ድኻ ሰሚዕኻ በለትኒ ናይ ምፍላጥ ህረፍ ጭንቅን ልመናን ዝተሓዋወሶ ስምዒት ዝሓረሶ ገጻ ናባይ ገይራ ኣነ ካብ መንገዲ ንጅምር ጀሚሩ ነዊሕ ዓቐብ ወፅዩ ከም ዝደኸመ ሰብ እንቃዕ እንቃዓ ክትንፍስ ዝነበርኩ ከምኡ ኢላ ምስ ረኣይክዋ ግን ጉሮሮይ ልጉት ኢሉ ቃላት ንኸውጽእ፣ ደሓን እስኪ ኮፍ በሊ ክነግረኪ በልኩዋ። ኮፍ በለት። ኮፍ በልኩ። ተቐራሪብና ኮፍ በልና። በሊ ስምዒ ገነት ሓፍተይ በልኩዋ። ሙሉእ መዓልቲ ብሓሳበይ ኣብ መዕረሪ ዝወዓልኩዎ ዘረባ ንምጅማር ቅድሚ ኩሉ እቲ ሕዚ ዝተዛረብኩ ዘሰንብት ዘረባታት ምእንቲ ብዘይስክፍታ ካብ ቦታና ርሕቕ ኢልና ክነውግዕ ኢለ ዝመሃዝኩዎ ምህዞ እዩ። ዘይኮነ ነገር ኣሕሪቐኪ ስለ ዝኾንኩ ኣይትሓዝለይ በልክዋ። ገጻ ብርህርህ ክብል ተዓዘብክዋ። ሞራል ረኺበ። ሓሳባተይ ኣስተኻኺለ ንኽገልጽ ዕድል ረኸብኩ። ኣነ ቅድሚ ሎሚ ከመይ ይርእየኪ ከም ዝነበርኩ ዝጠፍኣኪ ኣይመስለንን። ካብ መጀመሪኡ ዋላ እኳ ድኹም ጎንታት ይዕዘበልኪ ተነበርኩ፣ ጽንኩር ጎንታት ስለ ዝነበርኹ ከም ብጽት መጠን ኣዐርየ ይፈትወክን የማኽረክን ነይረ። የማኽረኪ፣ ይምዕደኪ፣ ንስኺ እውን ከምኡ። እዚ ዓሚቝ ብጾታዊ ተፈጥሩ እንተይለቐቐ እንተሎ፣ ከምቲ ኣብ ሕብረተሰብና ዘሎ ናይ ዓርዮም ዝፋተዉ ዓብዪ ሓውን ንእሽተይ ሓፍትን ዓይነት ርክብ እውን እናኾነ መጺኡ። ቀስ ብቐስ ድማ ካሊእ ነገራት እንዳተደረቦ መፅዩ ሕዚ ከም ሰብ መጠን እውን የፍቅረኪ እየ ንምንታይ ከምኡ ኢልካ ደፊርካነይ ትበልኒ ስምዒተይ እየ ዝገልፀልኪ ዘለኹ ከመይ ክገብር ከም ዘለኒ ክተማኽርኒ እውን እየ ዝገልፀልኪ ዘለኹ በልኩዋ ኣብ ልበይ ቀቢረዮ ዝነበርኩ ፈንጂ ብምትኳሰይ ደስ ኢሉኒ ካብኣ እንታይ መልሲ ከም ዝረክብ ብዘይምፍላጠይ ግን ልበይ ጣል ጣል በለት። ጽን ኢላ ክትሰምዐኒ ድሕሪ ምጽናሕ፣ ምስ ወዳእኩ ገና ናብ ባይታ ገጻ ድፍእ ኣበለት። ግዛዕ መጽያ በልኩ። ልበይ ፈረቕ እናበለት ደኒና ዝጸንሐትለን ውሱናት ሰክንዳት፣ ናይ ብሓቂ መዓልትታት ኮይነን ተራእያኒ። ቅንዕ ምስ በለት ኣብ ገጻ ናይ ኩኒ ምልክት ኣይረኣኹን። ንጹር መልሲ ግን ካብ ገጻ ከንብብ ኣይከኣልኩን። ኣብ መወዳእትኡ ቀስ ኢላ ንዓይ ካብ ዝኾነ ሙዚቃ ንላዕሊ ጠሓስ ብዘብለኒ ድምጺ። ተስፋይ፣ ኣብዚ ኮፍ ኢልና ብጾት እንተሪኦምና ሕማቕ እዩ። ንኺድ ናብ ክፍልና። ነታ ብቐደማይ ምስ ብጽኢት ኪዳን ዘረዳድኣኻና ነገር ተረዳድእና ከም ዝነበርካ ጌርና ነቕርብ በለትኒ። ኣነ እውን ላንጋ ላንጋ ኮይነ ግርም ንኺድ በልኩዋ። ኣብ መንገዲ ቀልበይ ፈጺሙ ምስ ኣይነበረን። ሕዚ እንታይ ኮን ክትብለኒ ትኸውን ኢለ ተጨነቕኩ። ኣነ እውን የፍቅረካ እየ ድኾን ትብለኒ ከምኡ እንተኾይኑ ድኣ ሓፂር እንድያ ኣብኡ እንተለና ዘይትናገር ወይስ ኣንታ ምሩት ኣነ ከም መኻሪ ብፃይ እናረኣኹኻስ ከምዚ ክትብለኒ በል ሕዚ ጉድካ ከቃልዖ እየ ድኾን ትብለኒ ከምኡ እንተኾይኑ ድኣ ንምንታይ ብጾት ከይጥርጥሩና ዝገብር ሓበሬታ ጓሓል ሓቢራትለይ? ቂም ሒዛ ደኾን? ድሕሪ ሕዚ ተስፋይ ዝፈትዎ ብጻይ ከም ዓቢ ሓወይ ዘኽብሮ ብጻይ ኣይትኾንን ደኾን ትብለኒ? ናብኡ ዘምስል ናይ ቂም ሕማቕ ገጽ ድኣ ዘይሪኣላ? ንሓሳባታ በብተራ እናውጻእኹን እናውረድኩን። ንሳ እውን ናይ ባዕላ ሓሳባት ሒዛ ኣላ። ኣይትዛረቡ ዝተብሃልና ክንመስል ንሓሙሽተ ደቒቓ ዝኣክል ጎኒ ንጎኒ ከይድና። ኣእማን መዋፈሪና ብዘይ ቀልበይ ክኸይድ ረኺቦምኒ ቂም ዘለዎም ክመስል በብተራ ብዕንቅፋት ጀፍዑኒ። ኣብታ ጥቓ ቦታና ዝነበረት ንእሽተን ቁልቁለት ምስ በጻሕና እንተየስተውዓልኩ ክስድር ሸተት ኢለ ጥዋዕ ኢለ ወደቕኩ። ገጻ ልውጥውጥ ኢሉ ካብ መጠን ንላዕሊ ደንጊጻ እዋይ ተስፋይ ሓወይ ኣንታ ደሓን ዲኻ ኢላ ጉንብስ ኢላ ደጊፋ ተስኣትኒ በዛ ልበይ ከምዚኣ ካብ በልክለይስ ዋላ ብንቅርቅር እንተዝብል እውን ደሓን እየ ክብለኪ ነይረ እየ በልኩ ጭንቀይ ብመጠኑ ነከየለይ ተሳሊና መንገድና እንትንጅምር ዘረባ ንምጅማር ኢለ ተቐይምክኒ ድኺ በልኩዋ እንታይ ጌርካ ኢለ'የ ዝቕየመካ ኢላ ደኒና መለሰትለይ። እንድዒ በልክዋ ብድሕሪኡ ንሳ ስቕ በለት ኣነ'ውን ስቕ በልኩ። ንሓንቲ ደቒቓ ዝኣክል ኩልና ሱቕ በልና። ኣብ ቦታና ክንበጽሕ ናይ ሰለስተ ኣርባዕተ ደቒቓ መንገዲ ምስ ተረፈና፣ ስማዕ እንዶ ተስፋይ ኢላ ዘረባኣ ጀመረት። ኣነ ካብ መጀመሪኡ ከም መኻሪ ብጻይ ትቐርበኒ ስለ ዝነበርካ ካብ መጠን ንላዕሊ ይፈትወካ ነይረ። ደሓር ደሓር እውን ከምቲ ዝበልካዮ ከም ዓቢ ሓው እውን ክርእየካ ጀሚረ። እዚ ኩሉ እንተኸውን ናብ ጾታዊ ፍቕሪ ክንከይድ ንኽእል ኢና ዝብል ግምት ብሱሩ ኣይነበረንን። ዋላ ዓመት ሙሉእ ሓቝፎካ እንተትሓድር ናብኡ ኸነድብ ኢና ዝብል ግምት ኣይነበረንን በለት። ልበይ ፈረቕ ፈረቕ ምባል ኣብጽሓ። ኣምጸታ ድማ ከም ኣመላ ዝመሰለት ታቶ ክተብል ኣያ። ኣፋፍኖታ ድማ ናብኡ ናብኡ ከተድህብ ኣይነግረካን። ግልጺ እዩ ዝመስል ዘሎ ኢለ ብልበይ ሓሰብኩ። ቁሩብተይ ኣተንፍስ ኣቢላ ዘረብኣ ቀጸለት። ድሓር ድሓር ግን ንስኻ ናብ ጾታዊ ፍቕሪ ገጽ ትኸይድ ምህላውካ ይረኣየኒ ነይሩ። ምቁር ርክብና ክንብር ዘልና እዩ ብዝብል የፍርሓኒ ነይሩ። ደስ እውን ኣይብለንን፣ ከምኡ ኢለ ክዛረበካ ግን ኣይደፈርኩን። ሓደ ነገር ኣፈይ ሎጊሙ ሒዙኒ። ስለዚ ኣብ መንጎ ተንጠልጢለ ንነዊሕ እዋን ጸኒሐ። ኣብ መጨረሽኡ ግን ኣነ እውን መንፈሰይ እናተቐየረ መጺኡ ከይተፈለጠኒ ከም ናይካ ዓይነት ኣረኣእያ እናሕደርኩ መጽየ። ዋይ ኣነ ጉዳም! ነዚ ብጻይ'ባ ንዓይ ክድግፍ ኢሉ ቀሪቡንስ ናብ መንቀርቀር ኣእትኹ ወይለይ ሓዝን በይነይ ኮይነ ውን ይበክን ይነብዕን ነይረ ብዛዕባ ናተይ ብዙሕ ኣይተጨነቕኩን ንስኻ ብዚ ነገር ክትለዓል ግን ፈጺመ ኣይደልን ነይረ ንሱ እዩ ብዙሕ ዘሕዝነንን ዘጨንቐንን ዝነበረ እዚ ሕዚ ዝነገርከኒ ነገር ሓደ መዓልቲ ምምጻእ ዘይተርፍ ምዃኑ ሙሉእ ብሙሉእ እፈልጥ ነይረ እየ ደንጊጸ መልሲ ክህበካ ኣይከኣልኩን ናብ ምንታይ ዓይነት ሕማቕ ኩነታት ንኣቱ ከም ዘለና ስለ ዝተርኣየኒ ብሓሳብ'የ ተዋሒጠ። ጸሊኤካ ወይ ከም ናትካ ዓይነት ኣረኣእያ ዘይብለይ ኮይነ ኣይኮንኩን ዘይመለስኩልካ። ንቕድሚት ከጋጥመና ዝኽእል ጸገማት እናተርኣየኒ እዩ። ኢላ እንቃዕ ኣተንፈሰት። ናብ ቦታና ቀሪብና ስለ ዝነበርና ብዙሕ ክምልሰላ ኣይከኣልኩን። ግን ሸኽመይ ዘራግፍ ኮይኑ ተሰማዓኒ ኩሉ ክመጽእ ዝኽእል ነገራት እናፈለጥክዎ ሽዑ ግን ኣይተርኣየንን ደስ እዩ ዝበለኒ ዓሙቕ ታሕጓስ ጥቓ ገዛና ምስ በጻሕና በሊ ብዝዓበየ እኳ ኣብ ቀጻላይ ክነውግዐሉ ኢና ብዝኾነ ግን ብጻያዊ ርክብና ከም ናይ ቀደምና ኮይኑ ዝተረፈ ነገር ድማ ከከም ኣመጻጽኡ ተራኺብና ክነውግዐሉ ኢና። በልኩዋ። ናብ ቦታና ኣቲና ሓዱሽ ናይ ሕቢሕቢኢተይ ፍቕሪ ናብራ ጀመርና።